ሰላም ሰላም ፍትዋት ተኸታተልቲ ሓሜት ዩቲዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘየኽድኑ ናይ ሕቡሽ ኮመንት ስሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምራይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሸር በልዎ ሳብስክራይብ ከም ዝገበርኩም ከዓ ኣረጋግፁ ጋይስ እዛ ሓውና ኣብ መንጎ ስራሕ መንጉው ኣቢሉ ደርፊ ወሊዑ ይቃዛዘ ዘሎ ሕቡሽ ከኣ ኣብ ኮመንት ይቃዛዘዩ ኣለዉ ኣነ ከኣ ኮመንት ልቕም ልቕም ኣቢለ ሒዘልኩም መጽየ ኣለኹ እታ ቪድዮ ምርኣይዋ ኮመንት ከንብበልኩም። ክብቲ ብእምነት ፍጹም ዘይትዳሉ ምወስ ህይወት መስኣ ምውርስ ንሓዋሩ ናይ ተፈጥሮ ባህራ ዕግብቲ ምዃና ነብሳ ተፍቅር ምዝዝቲ ልቦናይ ቅን ነብሳት ፍቅር ንስስር ልቦነ ንሳ ኣዕሪፋ ንሱ ይድግድግ ኣሎ ተበራረኹም ብድሕሪኡ ዶዘር ድያ ዘላ ከው ኢልና ኮይኑ ክልተ ደግደግቲ ጥራሕ ዝተረኣዮ ላይክ ይበል ንምንታይ ደግዳጊት ትዝውር ንባዕልኻ ከምኣ እንዲያ ታደዘር ድያ ነዳዲ ወዲኣ ባዕልኻ ትድግድገ ዘለኻ ደው በል ብሮ እንተ ድያ ክትገብር እያ ንሳ ባዕላ ትስራሕ እያ ዋይ ዋይ ምስ ደግዳጊት እናወዓልካ ድዩ ሳዕስዒት ጠፊእካ ዲግዲግ ትብል ዘለኻ ዋይ ሓወይ ዝጭፍር ዘሎ ዝመስለኮ ኣይሰኣኒ ነዳዲ ንምቑጣብ ይሕግዝ ኣዩ ዘሎ ኣንታ እታ ዶዘር ስቕ ኢላ ድያ ትሪኦ ዘላ ንሳ እኮ ገዲዳትና ባይዘወይ እዚኣ ዶዘር ኣይኮነት እንትበሃል እዚኣ ሩሎ እያ ትበሃል ሃፒ በርዝደይ ቱዩ ሃፒ በርዝደይ ቱዩ ምባል ክተርፍ እዩ ማለት ኢኻ ሕጂ እዛ ሓፍትና ንዝሞተ ሰብ ሃፒ በርዝደይ ኢኻ ትብሎ ትብል ኣላ እታ ቪድዮ ምራእይዋ ሕቡሽ ኣብ ኮመንት እንታይ ክብሉ እዮም ሓቢርና ክንርኢ ኢና ሰብ ክምረቕ ተሎ ኮንግራ ንብልዎ ዶ ሰብ ክሞት ተሎስ እንታይ ይበሃል እንታይ ንብል
ሃፒ በርዝደይ ንብል ስማ ወልድ መንፈስ ቅዱስ ሃፒ በርዝደይ
ኣሕ እዚ ኩሉ ዕቢኻ ነዚኣ ጸንሒ ኣንቲ ገልዒ ገልዒ ገልዒ በሊ ካብ ሕጂ ጀሚረ ሃፒ በርዝደይ ኢለኪ ኣለኹ ሞይተ ኣይበጻሕነን ከይትብልላ ነዛ ጓል ኣብ ዓዲ እንግሊዝ ሓሙሽተ ዓመት ምሂርካ ነዛ ቪድዮ ተርእያ እንታይ ምበለት ሽዑ ከባድ እያ ኣነ ኣይኮንኩን ምበለት ነይራ ሓቃ መንግስተ ሰማይ ዝኣክል እንዳኸደ ደኣ ሃፒ በርዝደይ ከማን መሒዶ ሓቂ ኣላ ብእንግሊዘኛ እኮ እዋይ ሓወይ ማለት እዩ ንፍዕቲ ዝሓፍተይ በልሕኺ ቀፅልሉ ጎበዝ ናማ ናድያ ናብ ቀብሪ እየ ዝኸይድ ዘለኹ ኣንተ ሃፒ በርዘይ ክብሎም ይባኸሉ ሃፒ በርዝደይ ማዓረይ ኣይተረዳኣክን እምበር ሞይትኪ ኢኺ ኢለ እኮ ሃገር ወኪላ ኣዋሪዳትና በለ ሕጂ ኣይተሓዙላ ጉዳይ ኣስቤዛ እናሓሰበት እዩ ሓቲትዋ ዋይ ወለድኺ ከሲሮም እዚ ኩሉ ክትመሃሪ መግቢ ደብተር ፒሮ ወዲእኺሲ ንኸንቱ እዚ ኩሉ ጤላ በጊዕ ሸጢ ምሂር ክቦኽስ እዚኣ ክትፈድዮ ሃየንታ እዚኣስ ሃየንታ እዛ እዋን እንዳኸፈት እያ ትኸይድ ዘላ ፈለው ዘይበለካኒ ኢልካ መርገም ላይክ ዘይሃብካኒ ኢልካ መርገም ሸር ዘይበልካኒ ኢልካ መርገም እስከ እዛ ሓፍትና ፈለው ንዘይበልዋ ትራገም ኣላ እታ ቪድዮ ራእይዋ ናይ ሕቡሽ ኮመንት ከንብበልኩም። ፊድዮ እዚዩ እንዳራኣኹም ሲኢልኩም ዝሓለፍኩም መኻን ይግበርኩም ፎሎው ዘይገበርኩምኒ መኻን ይግበርኩም ውላደይ ይሃብኩም መድሃኒኣለም ውላድ ዝበሃል ኣያሪእኹም ኣወዳትኩምን ኣጓላትኩምን ትግርኛ ትሰምዑ መኻን ይግበርኩም ንዘለኣለም ዝወለድኩም ደሞ ፈለቶ ዘይገይርኩም እቶም ውላድኩም ይሙቱ ኩሎም ርፍርፍ ይበሉ ይሙቱ ፈሎ ጎርኒ
ላይክ ከማን ኣይገበርኩን ኣነስ ህልኽ እኮ ኣለ ወላ ንምከን ፈለው ከይበልኩ ሓሊፈ ኣለኹ ሕርር በለ ኣቤት ድፍረት ፈሪሑ ፈለው ዝገበረ ይህሉ እዩ እኮ ሕጂ ኣይሰኣኒ ኣበይ ክሳዕ ዘየፍርሕ ዶ ከማይ ፈሪሑ ላይክ ዝገበረ ላይክ ተፈርሕ ሃገረ ኣነ እኒሀኹ ፈሪሐ ፈለው ዝበልክዋ ክርትም በለ ጓለይ ንባዕላ ነዚኣ ፈሪሕካ ፈለው ዝገበርካ ሰብ ዕድመ ይሃብካ ኣንታ ንመንኩም ኢና ክንሰምዕ ጦርነት ዘይፈራሕና መርገም ኣየፍራሕና ነዋ መርገም ትጸልኡ ግን ዳይ ናብ ሪፐር ኣንታ እዚኣ እኮ ከይወለድና ከተምክነና እያ ፈለው ክንገብራ እምበር ይሕሸካ ኣነስ ንሎማዓንቲ እባ ትግርኛ ተዘይ ሰምዕ ምሓሸኒ ኣንተን ማማ ይደፈና እንዶ። ምሳኺ ማዕረ ክንከውን ማለት ድዩ ማይ ዘወቓ ሓሪ ምስ ሕቡሸይ ትስሕቁ እንተለኹም ነዛ ቪድዮ ላይክ ግበርዋ ነዛ ቻነል ሓደስቲ ዝኾንኩም ከኣ ሳብስክራይብ ግበሩ ንኺድ መደብና ንቐጽል ሰላም ሰላም ምሳኹም ዘለኹ ሓውኹም ዓለም ለኻዊ ኮመንታተር ሕጂ እውን ከምቲ ልሙድ ሓንቲ ኬፍ ዘለዋ ቪድዮ ሒዘልኩም መፅየ ኣለኹ እታ ቪድዮ መራይዋ

ግደፍ እባ ዓሰርተ ግዜ ናይጀርያ ናይጀርያ እንዳበልካ ኣይተዘኻኽራ ዘይሓሰበቶ ከይትኽእል ባዕልኻ ሽግር ከይተምፅእ ተመርፃ ጠባይ እንዶ ግበሪ ብዙሓት ኢና ከሲርና ዘለና ካብ ኤርትራ ናይጀርያ ዝበጽሕ ሚሳይልሲ ኣለና ዶ ኸውን ጀምዓ ይህ እንታይ ክትገብር ኣለኻ ወለይ ንጻዕዳ ደኣ ዘይንስኻስ ናይጀርያ ኢኻ በጢልካ ደቅስ ኣይትሰከ ዋተር ሓዊሳ እዛ ወዲ ናይጀርያ ይገፉ ኣለዉ በላ ተመርፀ ግደፊ ኣብ ካናዳ ዘለና ዳዕዋ ክንጅምር ኢና ምስ ናይጀርያ ንዓኽን ተወሲዶ እምበኣርከስ ፍቱዋት ተኸታተልቲ ሓሜት ቲዩብ ቻነል ንሎሚ ዘዳለኹዎም መደባት እዞም ዝተዓዘብኩሞም እዮም ኔሮም ዓጊብኩምን ተዘናጊዕኹምን ክትኮኑ ተስፋ ይገብር እምበኣርከስ ንሎሚ ዘስሓቐትኩምን ደስ ዝበለትኩምን ኮመንት ኣብ ኮመንት ጸሓፉ ደስ ዝበለትኩም ኮመንት ኣብ ኮመንት ጸሓፉ ሰሰናዩ